መርሓባ የሕዋተይ ኣብዚ ዘለኹሞ ሰላም ክትህልውለይ ተስፋ ይገብር ሕጂ ከኣኒ ሓደ ሕቶ ክምልሰልኩም ይደሊ ቅድሚ ሕጂ ዝመጻኒ ማለት እዩ እቲ ገንዘብ ኣብ ባንክ ናትና ዘሎስኒ ውሕስና ኣለና ድዩ ዝብል ሕቶ መጺኒ ነይሩ ቅድሚ ሕጂ ቅድሚኡ ከማን ቪድዮ ሰሪሐ ነይረ ናይዚ ኣርእስቲ ከዓ ዝተፈላለየ ቪድዮ ኣሎ ሓድሽ ሕግታት ሓሲቦሞ ዘለዉ ኣብኡ ኣብቲ ናይ ገንዘብ ፕሌይሊስት ፈትሽዎ ሕጂ ግን መሊሰ ከኣ እቲ ኩነታት ናይ ኢኮኖሚ ዘለናዮ ቐልጢፉ ስለ ዝቕየር ዘሎ ድማ እዚ ከኣ ንኹላትና ስለ ዝጸልወና በብሓደ እቲ ኣገደስቲ ነጥቢ ክነግረኩም ይደሊ ማለት እዩ ቅድሚ ሕጂ ክምልሰልኩም ከለኹ እዚኣ ሕቶ መሊሰያ ነይረ እንዴ ኣብኡ እንታይ ኢለ እንተኢልኩምኒ የስ ውሕስና ኣለካ ክሳብ ሚእቲ ሽሕ እዩ ዝብል ኣብ ባንክ ዘለካ ክሳብ ሚእቲ ሽሕ ውሕስና ኣለካ ክመልሱልካ ኣብ ናይ ኦሮፓ ኣብ ናይ ጀርመን ጥራይካ ኣይኮነ እዚ ኩሉ ዝብሎ ዘለኹ ክንድኡ ክመልሱልካ እዮም ግን ኣብ ሓደ ባንክ ብብዝሒ ኣይተቐምጡ ኢለኩም ነይረ ማለት እዩ እቲ ውሕስና ዝብልዎ ዘለዉ ከኣ መኣስ እዩ ዝስርሕ ኩላትን ባንክ እንድሕር ጽቡቅ ውጺኢት ኣለወን ማለተይስኒ ኣብ ክሳራ እንድሕር ዘይኣተዋ ወይ ውሑዳት ጥራይ እንድሕር ኣብ ክሳራ ኣትየን ኢለ ብድብድቡ ክነግረኩም ፈቲነ ብርከ ሚእቲ ካብ ሚእቲ ክትብሎ ኣይትክእልን ኢካ ድማ ኣብቲ ግዜ እቲ እቲ ቪድዮ ክሰርሖ ከለኩ ከማን ድሮ መጠንቀቕታታት ነይሩ እዩ እዚ ናይ ባንክ ዓለም ከም ቀደሙ የለን ነቕነቕ ይብላ ኣለዋ ዝተፈላለያ ባንክ ኣብዚ ቀረባ ግዜ ከማን ርኢናየና በብሓደ ክንደይ ባንክ ይወድቃ ከም ዘለዋ ኣብ ኤሮጳ ድዩ ኣብ ኣሜሪካ ድዩ ኣብ ዝተፈላለያ ሃገራት ማለት እዩ ብኸምኡ ከኣ እቲ ሕጊ ዝብለኩም ኢለኩም ግን እቲ ሕጊ ከኣ መኣስ እዩ ዝሰርሕ እኩላት ባንክ ክሳራ እንድሕር ዘይገብራ ሃልየን ማለት እዩ ከምዚ ዕቁብ ክንሓስቦ ኣሎና እቲ ን ባንክ ዝተፋላለያ ኣለወን ገንዘብ ንከምኡ ግዜ ዝሓስበኦ ንሓንቲ ባንክ እንድሕር ወዲቓ ከኣ ነቲ ህዝቢ መታን ገንዘቡ ክመልሳሉ ክሳብ ሚእቲ ሽሕ ኢለን ኣለዋ። ሓደ ሚልዮን እንድሕር ኣብ ሓደ ባንክ ኣቐሚጥካ ሚእቲ ሽሕ ጥራይዮ ዝምለሰልካ ማለት እዩ። እዚ ከኣ ነቲ ሕጊ ዝብል ማለት እዩ። እዚ ግን ኣብዚ እዋን እዚ ከም ቀደሙ የለን። እቲኤን ኢኮኖሚ ኣብ ዝተፈላለያ ሃገራት ሰንከልከል ይብላ ኣለዋ ማለት እዩ። እዚ ከኣ ብዙሕ ዝተፈላለየ መኽንያታት ኣለዎ። ኣብ ካልእ ቪድዮታት ምናልባት ክነግረኩም ደስ ይብለኒ ከይነውሕ እዚ ቪድዮ ብሓፂሩ ግን እዚ ዝብሎ ዘለኹ ከዓ ኣበይ ርኢናዮ ሓደገኛ ምዃኑ ሰንከልከል እንድሕር ኢለን ቲኤን ባንክ ከዓኒ ኣብ ሱፓን 2008 2009 ትዝክርዎ እንድሕር ኮንኩም ካብ ሎሚ ንፅባሕ እቲኦም መንግስቲ ክንድዚ ገንዘብ ጥራይካ ክተውፅእ ዝፍቀደልካ ኢሎም ከልኪሎሞም ኣብዚ ቀረባ ግዜ ማለት እዩ ዝኢታት እሱ ጥራይ ዘይኮነ ከዓ ብዙሓት ሰባት ከዓኒ ብዙሕ ገንዘብ ከሲሮም ኩሉ እቲ ዘቐመጥዎ ዝነበሩ ኣይተመለሶምን ክትብል ትኽእል ኢኻ ስለዚ ከምኡ ከዓ ኣብ ዝኾነ ሃገር ክፍፀም ይኽእል እዩ ክትብል ትኽእል ኢኻ ኣብዚ እዋን እዚ ክሳብ መዓስ እዩ እዚ ኸኒ ክትብል ግን ከቢድ እዩ ማለት እዩ ስለ ዝተፈላለየ ነጥብታት ወሳኒ ዝኾነ ኣብቲ ኢኮኖሚ ብጠቕላላ ማለት እዩ ኣብቲ ዝተፈላለየ ሃገራት ከኣኒ ሶ ሕጂ እዚ ከኣኒ ኣብ ዜና ድዩ ኣብቲ ኦፊሽል ናይ መንግስቲ እዚኢታት ብዙሕ ከምዚኢታት ኣይትሰምዕን ኢኻ ማለትስ ከምዚ መጠንቀቕታ ገለስ ኣይትሰምዕን ኢኻ ብዝያዳ ግን እንድሕር ሪሰርች ጌርካ እዚ ኩሉ ዝብሎ ዘለኹ ብቐሊሉ ክትረኽቦ ትኽእል ኢኻ ኣብ ዝተፈላለየ ኣርቲክል ድዩ ጋዜጣታት ድዩ ብዙሓት ጋዜጣታት ሕጂ ከማን ነጻ ኮይነን ክዛረባ ጀሚረን ኣለዋ ቅድሚ ቁሩብ ዓመት ግን ዳርጋ ከምኡታት ኣይነበረን ክትብል ትኽእል ኢኻ ማለት እዩ ሶ ኤንድ ሕጂ ከዓ ኣብዚ እዋን እዚ ከምዚ ዝበልኩም ኣብቲ ካልእ ቪድዮታት ብዙሕ ሕግታት እዮም ዝቕይሩ ዘለዉ ከም ንኣብነት ዲጂታል እዚ ዲጂትል ኦሮ ምምጽኡ ኣብ ኣሜሪካ ከኣ ከምኡ ኣብ ኣሜሪካ ሕጂ ኣይነምጽን ኢና ኣይከውን እዩ ይብሉ ኣለዉ ግን ኣሎ ማለት እዩ ክትብል ትኽእል ኢኻ ብሓፂሩ ክህልው እዩ ዲጂትል ክቕይርዎ እቲ ገንዘብ እዚ ከማን ንባዕሉ ምክንያታት ኣለዎ ኣብ ገሊኡ ቪድዮ ከማን ገሊፀ ኣለኹ ኤንድ እሱ ጥራይ ዘይኮነ ከዓ እቲ ዲጂታል ኣይደንቲቲ ከዓ ምስኡ ማለት እዩ። እዚ ሕጂ ብዙሕ ንኩላትና ክጸልወና እዩ። ገንዘብ ኣልና ድዩ ገንዘብ የብልናን ድዩ ቀንዲ ግን ከዓ እቲ ሰብ ገንዘብ ብብዝሒ ዘለዎ ንዕኡ ኣገዳሲ ግን እቲ ውሑድ ዘለዎ ከማን ኣገዳሲ እዩ ፕርከ ከም ድላይካ ገንዘብካ ክትውንኖ ኣይትኽእልን ኢኻ ማለት እዩ ብሓፂሩ እቲ ሕግታት ዝመፅእ ዘሎ እዚ ከዓ ከምዚ ብብዝሒ ኣብ ዜና ኣይትሰምዖን ኢኻ ይብሉ እዮም ኣብቲ ፓርላመንት ገለ ትሰምዖ ኢኻ ግን እንታይ እዩ ትውት ከምዚ ንዓና ስኒ ፅቡቅ ከም ዝኾነ ኢሎም እዮም ዘቕርብዎ ዘለዉ ብሓፂሩ ኣብ ካልእ ቪድዮ ከማን ገሊፀ ኣለኹ እዚ ሶ ዣን ክሎድ ዩንካርድ ቅድሚ ኦይሮ ክቕይርዎ ከለዉ ንኣብነት እዚ ትፈልጥዎ ትኾኑ ነቲ ሰብኣይ ወዲ ሉክስምቡርግ እዩ ፕሬዚደንት ናይ ዩሮፒን ኮሚሽን ዝነበረ ማለት እዩ ቅድሚ ሕጂ እሱ እንታይ ኢሉ ኣብቲ ግዜ እቲ እቲኤን ሃገራት ነናተን ገንዘብ ክህልዋ ናብ ናይ ዩሮ ክቕየር ከሎ ንሕና እቲ ዘዋጽኣና ክንገብር ኢና ማለት እቲኦም ፓርላመንት እቲኦም መንግስቲ ሽዑኡ እቲ ሰብ እንድሕር ሱቕ ኢሉ ተቐቢልዎ ክንቅጽል ኢና እቲ ሰብ ኡይ እንድሕር ኢሉ ከኣ ክንሓስበሉ ኢና እቲ ሰብ ኡይ ከይበለ ግን ኣይንጭነቕን ኢና ዓይነት ኢሉ ተዛሪቡ ማለት እዩ። እዚ ዘይርሳዕ እዩ ፐርከ ልክዕ ከኣ ከምኡ ይገብሩ ኣለዉ እዚ ሕጂ እቲ ሳቶም እቲ ሕግታት ጸጸኒሖም ይቐያይርዎ ኣለዉ መዓልታዊ ሓድሽ ወይ ሰሙን ሰሙን ሓድሽ ነገር ንሰምዕ ኣለና በብቑሩብ ማለት እዩ ግን ናብቲ ብዙሕ ህዝቢ ኣይበጽሕን እዩ ዘሎ ፐርከ ኣብቲ ኣብቲ ሜድያ ናይ መንግስትስ ብዙሕ ኣይትዛረበሉን ኢኻ እቲ ቅያር ምስ ተፈፀመ ግን ክንሪኦ ኢና ኩላትና ማለት እዩ ስለዚ ኣብ ከምዚ ንኹላትና ክንግደሰሉ ይግባኣና እዚ ኣርእስትታት ክብል ጥራይ ይደሊ ከምዚ ዝርዳኣኒ ግን ገሊኡ ሰብ ካባና ከማን ክሓትት ፈቲና ኣብቲ ናተይ ሰባት ዝፈልጦም ጭራሽ እዚኢታት ከም ዝመፅእ ዘሎ ብዙሕ ኣይንግደሰሉን ኢና ብዙሕ ከኣ ኣይሰማዕናዮን ኣለና ክሳብ ሕጂ ስለዚ ኣገዳሲኡ ፈትሽዎ ሪሰርች ግበሩ እዚኣ ቪድዮ ከዓ ናብ ኩሉ ከም ትበፅሕ ክትገብሩለይ ተስፋ ይገብር ኣገዳሲ ስለ ዝኾነ እንዳፈለጥኩ ከዓ ሱቅ ክብል ስለ ዘይደሊ ኣነ ማለት እዩ ንዓይ ኣነ ፈሊጠ ናተይ ጉዳይ ገይረ ከማን ሱቅ ክብል ምኸኣልኩ ግን ንኹላትና ዓብ ጽልዋ ክገብረልና ስለ ዝኾነ ክነግረኩም ይደሊ ማለት እዩ ሶ ብዙሓት ከዓ ከም በዓል ኤያንስ ቮልፍ ክንደይ ክኢላታት ንፉዓት ፍሉጣት ኣብ ኢኮኖሚ ዓለም ከጠንቅቑ ፈቲኖም እዮም እዚ እዚኢታት ሕጂ ዘለናዮ ግዜ ከም ዝመፅእ ይብሉ ነይሮም እዮም እቲ ሰብ ግን ኣብቲ ግዜ እቲ ኣይሰምዖምን ኣይኣምኖምን ነይሩ እሱ ጥራይ ዘይኮነ እቲ መንግስቲ ንባዕሉ እሳቶም ዝበልዎ ጉዳያት ንኣብነት ኤርንስ ቮልፍ ወይ ካልኦት ከማን ከጠንቅቑ ከለዉ ኣብ ዩቱብ ድዩ ኣብ ዝኾነ ሚድያ ኣብዚ ኢንተርነት ናቱ ቪድዮታት ይድምስስዎ ነይሮም እቲ መንግስቲ ኣቐዲምና ብዙሕ ክንፈልጥ ኣይደልን እዩ ብሓፂሩ ማለትስ ሕጂ ዝደምሰስዎ ቪድዮ ሕጂ ከዓ ንሪኦ ኣለና ማለት እዩ ኣብቲ ግዜ እቲ ዝደምሰስዎስ ሕጂ ከዓ ከም ዝመፅእ ንሪኦ ኣለና ንኣብነት ያንስ ቮልፍ እንታይ ኢሉ ኣብቲ ግዜ እቲ እቲ ዲጂትል ኦይሮስኒ ፕሮግራም ክትገብሮ ትኽእል ኢኻ ኣብ ውሱን ዱካናት ጥራይ ከም ዝሰርሕ ክሳብ ዕለት ክንድዚ ጥራይ እንድሕር ክሳብ ሽዑ ዕለት ዘይተጠቐምካሉ ከም ዝሓርር እቲ ገንዘብካ ማለት እዩ እቲ ዲጂትል ኦይሮ ሶ ብዙሕ ነገር እሱ ዝበሎ ከዓ ባዕሎም ሕጂ ከምኡ ከም ዝመጽእ ይብሉ ኣለዉ። ነጻ ኮይኑ ከኣ ብዙሕ ሰብ እቲኦም ክኢላታት ዝያዳ ሓበሬታ ይህቡ ኣለዉ ማለት እዩ ነቲ ህዝቢ። እቲ ዝበልዎ ስኒ ናብ ሓቂ ከም ዝኸውን ንሪኦ ኣለና ማለት እዩ። ኤንቲፋው ንባዕላ ፍልጥቲ ቻነል ትፈልጥዋ ትኾኑ ኣብ ናይ ጀርመን ኣብ ኩሉ እያ ዘላ ኤንቲፋው ፈትሽዎ። እሳቶም ኣብ ሓደ ኣርቲክል እንታይ ኢሎም ኣብዚ ቀረባ ግዜ እቲ ገንዘብ ኣብ ናትካ ኮንቶ ዘሎ ናትካ ኣይኮነን ብሓፂሩ እቲ ገንዘብ ኣብ ባንክ ዘሎስኒ ንባንክ ሂብካዮምሽ እቲ ስምምዕ ኣብ መንጎኻን ኣብቲ ባንክ ከዓኒ ናትካ ከም ዘይኮነ እዩ ግን ኣብቲ ዘድልየካ ክመልሱልካ ከም ዝኾኑ እዮም ከምዚ እቲ ባንክ ስነ ኣባኻ ዕዳ ኣለዎ ክትብሎ ትኽእል ኢኻ እሱ እዩ እቲ ሲስተም ስለዚ እስኻ ምስ ኣውጻኻዮ ጥራይ እዩ መሊሱ ኣባኻ ዝምለስ ኣባኻ ዘሎ ክትብሎ ትኽእል ኢኻ እንድሕር ንኣብነት ቲኤን ባንክ ብብዝሒ ወዲቐን እቲ ባንክ ናትካ ከማን ነቲ ኣብ ባንክ ሰንከልከል ትብል ዘላ ወይ ዕዳ ዘለዋ ናታ ዕዳ ክትከፍለሉ ትኽእል እያ በቲ ገንዘብካ ክትብሎ ትኽእል ኢኻ so እዚ ከኣ እንታይ ማለት እዩ ኣብ ባንክ ጨሪሽኩም ኣይተቐምጡ ማለት ኣይኮን ብጌጋ ከዓ ካይትርድኡኒ ኦፍኮርስ ብርከ እቲ ገዛ ክራይ ድዩ ገለ ድዩ ኩሉ ብባንክ ኢና ንኸፍሎ ኩሉ ኣውፅእና በብሓደ ክንከፍሎ ይንኽእል ኢና ናይ ሞባይል ድዩ ገለ ግን ብብዝሒ ገንዘብ እንድሕር ኣብ ሓደ ባንክ ኣለና ናብ ካልእ ክነዋፍሮ ክንፍትን ኣለና ሓደ ካልኣይ ነገር ከኣኒ እሱ ጥራይ ዘይኮነ ኣብ ዝተፈላለየ ባንክ ከኣ ቅድሚኡ ክንገብሮ ኣገዳሲ ይብሎ ኩሉ ኣብ ሓደ ባንክ ኣይንግበሮ ብብዝሒ እንድሕር ኣለና ቀንዲ ግን ምቕማጥ ጥራይ ዘይኮነ ኣብዚ እዋን እዚ ክነዋፍሮ ኣለና ቅሙጥ ገንዘብ ክህልወካ ኣገዳሲ እንድዩ ግን ከምቲ ዝበልኩ ኣብቲ ካልእ ቪድዮታት ከኣ ውሱን ገንዘብ ከኣ ያ ንቑሩብ ሰሙናት ገሊኦም ይብሉ ንገሊኦም ንሽዱሽተ ወርሒ ይብሉ እዚኢታት ነናትካ ዓቕምኻ እንድዩ ዝውስን ኣብ ኬሽ ክህልወና ማለት ብጥረ ኣብ ገዛ ክህልወና ከማን ኣገዳሲ እዩ እዚኤን ናይ ባንክ ዓለም ከማን ካብ ሎሚ ንፅባሕ ቴክኒክል ፀገም ክህልወን ይኽእል ከምቲ ኣብ ስዊድን ከማን ንኩሉ ነብሲ ወከፍ ሰብ ደብዳቤ ዝሰደዱ ኣብ ፈረንሳ ኣብ ስዊድን ኣብ ኖርወይ ከምኡ ዝሰደዱ ከምዚ ኢንፎርሜሽን ማለት እዩ እዚ ከማን ክመፅእ ስለ ዝኽእል ገንዘብ ናትካ ከማን ብጥሪኡ ኣብ ገዛ ክህልወካ ኤኒታይም ዝኾነ እንድሕር ተፈፂሙ ብድድ ኢልካ ክትጥቀመሉ ከም ትኽእል ወይ ድማ ካብ ሎሚ ንፅባሕ ክንዲዚ ጥራይ ክተውፅዩ ዝፍቀደልኩም እንድሕር ኢሎምና እቲ ሕግታት እቲ ኢኮኖሚ ከም ቀደሙ stable ስለ ዘየለ እዚ ከኣ ንኩላትና ኣገዳሲ እዩ ከከም እቲ ዓቕምና እንድዩ ዝውስን ክንድኡ እንድሕር ዘይብልካ ክንድኡ ክተቕምጥ ኣብ ገዛ ኣይትኽእልን ኢኻ ግን እቲኦም ዘለዎም ከምኡ ክገብሩ እቲኦም ዘይብሎም ከዓ ቀስ ኢሎም ከቐምጡ ይፍትኑ በብቕሩብ ኣብ ወርሒ ማለት እዩ ሶ ካልእ ኤንቴፋው ዝበለት ከዓኒ ናይ ብሓቂ ዘሰንብደካ እሳቶም ዝበልዎ እየ ዝብለኩም ፐርካ ኣነ እንድሕር ከምኡ ኢለኩም መታን ፈትሽዎ ከኣ ንባዕልኹም ማለት እዩ እቲ ገንዘብ ኣብ ኢድካ ኣብ ጁባኻ ዘሎ ስኒ ዝያዳ ውሕስና ኣለዎ ካብ ኣብ ዝኾነ ባንክ ተቐምጥ ኣብዚ እዋን እዚ ኢሎም ኣብዚ ቀረባ ግዜ ኣርቲክል ኣሎ ማለት እዩ ፈትሽዎ እሱ ጥራይ ዘይኮነ ከኣ እንታይ ክንገብር ንኽእል እንተይልና እስኻ እንታይ ክትገብር ትኽእል ሕጂ ንኣብነት ዝኾነ ዝምለሰካ ገንዘብ እንድሕር ዘሎ ኣሎ ካብ መንግስቲ እዚ ሽቶያ ኤክሌሩንግ ድዩ እቲ ቴክስ ዲክለሬሽን ድዩ ብዝኾነ ዝተፈላለየ ዕዳታት ወይ ዝምለሰካ ንዓኻ ማለት እዩ ዕዳ ካልኦት ኣባኻ ዘለዎም ብሓጺሩ በብሓደ ክትመልሶ ክትፍትን ኣለካ እሱ ከኣ እቲ ዲጂትል ኦይሮ ከየምጽዎ በርከ ሕጂ እንድሕር ብኦይሮ ረኺብካዮ እስኻ ከኣ ናብቲ ትደልዮ ክተዋፍሮ ትኽእል ኢኻ ማለት እዩ ቀንዲ እቲ ህዝቢ ሕጂ ኣበይ እዩ ገንዘቡ ዘዋፍሮ እንድሕር ኢልና ከኣ እዚ ብሩር ወርቂ፣ ፕላቲኑም፣ ዝዝኾነ እቲ ኤድል መታለ ዝበሃል ማለት እዩ ተረዲእኹምኒ so እዚኢታት ከኣ ዝያዳ ሓበሬታ ክትሓቱ ከምኡ ክብለኩም ከለኹ ግን ኤትኤፍ ማለተይ ኣይኮነን ቀንዲ ብጥረ እቲ ወርቂ ድዩ እቲ ብሩር ድዩ እቲ ኩሉ እዚ ፕላቲኑም እቲ ኤድል መታለ ኣብ ከምኡ ክተዋፍሮ ወይ ድማ ካልእ ዝብልዎ ከኣኒ ኣብ ወጻኢ፣ ወጻኢ ካብ ኤውሮጳ ካልእ ባንክ ክህልወካ ክተቕምጠሉ ትኽእል ግን ብዘየገድስ ኣበይ ከም ዝኾነ ክስታይ ኣነ እንታይ ምስ በልኩ ወጻኢ ካብ ኤውሮጳ ድማ ከዓ ብብዝሒ ኣብ ሓደ ዓዲ ወይ ብብዝሒ ኣብ ሓደ ባንክ ዘይምግባር ፐርከ እዚ ዘለናዮ ኩነታት ናይ ኢኮኖሚ ሰንከልከል ምባሉ ኣብ ኤውሮጳ ጥራይ ኣይኮነን ኣብ ዝተፋ በዓል ኣሜሪካ ድዩ ገለ ከማን ኣብ ኩሉ ዘሎ እዩ በርከቲኣ ዓለም ዝተተሓሓዘት እያ ማለትስኒ ሓንቲ ዓዲ እንድሕር ፅቡቕ ዘየላ ፅልዋ ነቲ ሓንቲ ዓዲ ክትገብር እያ ስለ ኩሉ ዝተጠማሚሩ ዘሎ ዓለም እቲ ናይ ወርልድ ኢኮኖሚ ማለት እዩ እዚ ከዓ ቀንዲ ነቲኦም ባንክ ኣሸጊርዎም ዘሎ እቲ ናይ ቦንድ እዚ ኣንላይን ይበሃል ብጀርመን ማለት እዩ እቲ ናይ ቦንድ ቢዝነስ ከም ቀደሙ የለን እቲ ናይ ቦንድ ቢዝነስ ከዓኒ እዩ ቀንዲ ንኩሉ ነቲ ካልእ ክረዲት ካብ ባንክ ትጥቀመሉ ወይ ትወስዶ ጽልዋ ዘለዎ። ቅድሚ ሕጂ ቦንድ ክትገዝእ ከለኻ ካብ በዓል ኣሜሪካ ካብ ጀርመን ካብዚኤን ምዕቡላት ሃገር ኩሉ ግዜ ሰይፍ እዩ ኔሩ እቲ ወለድ ጽቡቅ እዩ ኔሩ ወለድ ከም ትወሃብ ከኣ ሚእቲ ካብ ሚእቲ እዩ ኔሩ ኣብዚ እዋን እዚ ግን እቲ ናይ ቦንድ ቢዝነስ ስለ ሰንከልከል ዝብል ዘሎ ናብ ካልእ ኩሉ ከኣ ጽልዋ ይገብር ኣሎ። እቲ ናይ ገዛ ክትገዝእ ኮለኻ ድዩ፣ እቲ ኣቲ ክረዲት ናይ ገዛ እንድሕር ኣድሊካ፣ ኢሞቢልየን ቢዝነስ ኣቲ ገሸፍቲ ማለት እዩ፣ እሱኢታት ኣብኡ ጽልዋ ይገብር፣ ዝኾነ ዕዳ ኣቲ ክረዲት ካብ ባንክ እንድሕር ኣድሊካ፣ ትካል ድዩ ዘለካ ወይ ፕራይቨት ድዩ ዲኻ ዘድልየካ እዚ ክረዲት ማለት እዩ። እዚ ኩሉ ኣብ ኩሉ ጽልዋ ይገብር እዩ ማለት እዩ ከምኡ ከዓ ኣብ ስቶክ ማርክት ማለት እዩ ክትብሎ ትኽእል ኢኻ ስለዚ እሱ እሱ ስለ ከም ቀደሙ ስቴብል ዘየለ ኣብ ክንሪኦ ኢና ከዓ ውፅኢቱ በብቕሩብ ማለት እዩ ብሕጂ ማለት እዩ ድሮ ከዓ ገሊኡ ትሪኦ ኣለኻ ድሮ ከዓ ገሊአን ባንክ ወዲቐን ኣለዋ ማለት እዩ እዚ ከኣ ሎሚ ዝጀመረ ኣይኮነን ሕጂ ግን እንዳበዝሐ እንዳበዝሐ ክመጽእ እዩ ስለዚ ብከምኡ ከኣ መሊሰ እዚ ኣርእስቲ ክነግረኩም ይደሊ ካልእ ክትገብሮ ትኽእል ከማን እንታይ እዩ ገንዘብ ጥረ ጥራይ ዘይኮነ ዘቐመጥካዮ ኣብ ቦንድ ቢዝነስ ዘለካ ብዙሓት ሕጂ ኣብ ሕልፊ ኣብ ኣሜሪካ ብዙሓት ከምቲ ዝርድኣና ሓበሻ ከማን ኣብ ከምኡ ገንዘቦም የዋፍሩ እዮም ኣብ ኣብዚ ዓዲ ከማን ምናልባት ኣይ ዶንት ኖው ጀርመናውያን ግን ከምኡ ፍቱው እዩ ነይሩ ቦንድ ቢዝነስ ኣብኡ ገንዘብካ ክተቐምጦ በዓል እሳቶም እሱኢታት እዚ ዝብለኩም ዘለኹም ፈትሽኩም ክትውስኑ ክትመልስዎ ገንዘብኩም ብእዋኑ መሊስኩም ከዓ ናብ ወርቂ ድዩ ናብ ብሩር ድዩ ክተዋፍርዎ ክትቅይርዎ ካብ ኩሉ ከም እቲ ዋግኡ ከምዘይጎድል ኢኻ ትገብር እንድሕር ኣብ ከምኡ ኣዋፊርካዮ እሱ ጥራይ ዘይኮነ ከዓ ምስቲ ግዜ ናይ ወርቂ ሕጂ ክሳብ ቀረባ ግዜ ሰለስተ ሽሕ ነይራ ንሓንቲ ኡንስ ከባቢ ሰላሳ ግራም ማለት እዩ ሕጂ ከዓ ሰለስተ ሽሕን ሓሙሽተ ሚእትን ሰለስተ ሽሕን ኣርባዕተ ሚእትን ኣላ ማለት እዩ ክሳብ ትርእይዎ ኣለኹም እንዳበዝሐ እዩ ዝመፅእ ዘሎ ስለዚ ስኒ ካብ ብገንዘብ ትሕዞ ገንዘብካ ኣብ ኮሚኡታት ክተዋፍሮ ሕሸካ ማለት እዩ ኣብ ኮሙ ከኣ ዝያዳ ክትሓቱ ኣበይ እንተ ገዚኤ እዩ እቲ ናይ በሓቂ ሰርቲፋይድ ዝኮነ ቦታ ክትገዝኡ ኣለኩም ዝኮነ እንዳ ወርቂ ዘይኮነስ ሰርቲፋይድ ኣሎ ዝተፋላለየ ክስታይ ክትገዝኣሉ ትክእል ቦታ ማለት እዩ ዝያዳ ኢንፎርሜሽን የድልየኩም and ክትማኸሩ ከኣ ከምኡ እዚ ኣንፈት እየ ዝህበኩም ዘለኹ እስኻትኩም ክትማኸሩ እንታይ እንተገበርኩ ከኣ ሓየሽ ከምኡ ከኣ ኣብዚ ቀረባ ግዜ ከምዚ ያ ሽፓፕሮግራም ኣዞ መዋህለሊ ኩንትራት ክገብር ደልየ ኢሉ ሓደ ጽሒፍለይ ኣብቲ ቲክቶክ ይመስለኒ ኣብቲ ኮመንት በዓል ከምኡታት እስከ ንገርና ኣብኡ ኽማን እዚ ዝኾነ ኩንትራት ምስ ባንክ እንድሕር ኣለኩም ወይ እቲኦም ባንክ ናትካ ኣብዚ ከምዚ ኣዋፍሮ ገንዘብካ ከምዚ ግበር እንድሕር ኢሎምኻ ኣነ ብናተይ እንታይ ምስ መረጽኩ ኣብ ከምኡ ኣይምሰዋፈርክዎን ከምዚ ዝብለኩም ዘለኹ ኣብዚኤን ኤድል ሜታለ ወይ ገሊኡ ከዓ ኣብ ስቶክ ማርከት ከማን ክትቀመጥ ትኽእል ኢኻ ኣንኳይ ብሕጂ ከዋፍር እቲ ዘሎ ከማን ከውጾ እየ ዝደሊ ኣነ ብናተይ ዝብለኩም ዘለኹ ከምኡ ከዓኒ ምስቲ ኩነታት ስለ ክንከይድ ዘለና ቅድሚ ሕጂ እንድሕር ብሉጽ ነይሩ እቲ ኩንትራት ዝናትካ ኣብዚ እዋን እዚ ግን ገንዘብካ ኣብቲኦም ባንክ ስለ ዘሎ ገለ እንድሕር ኮይና እቲ ኣብ ባንክ ድማ ከምዚ ክብል ከለኹ እባ ከኣ እቲ ሕግታት እቲ last time እዚ economical crisis ክልተ ሽሕን ሸሞንተን ክልተ ሽሕን ትሽዓተን ዝነበረ ከኣ እባ እቲ ሕግታት ቀይሮሞ እዮም እዚ ከኣ እዩ እቲ ጠንቂ ጠንቂ ኩሉ እዚ ጉዳይ ማለት እዩ እንታይ እዩ እቲ ሕጊ ዝብል ክሳብ ሚእቲ ሽሕ እዩ ናትካ ጋራንቲ ንህበካ ግን እቲኣ ባንክ እንድሕር ወዲቓ ጭራሽ እንድሕር ክሳራ ልዕሊ ዓቕማ ኮይኑ ካልኦት እዞም ክንድኡ ክትክፈል ዘይከኣልካ እቲ ገንዘብካ ነቲ ዕዳ ናይቲ ኣብ ባንክ እዩ ቅድም ክኽፈለሉ ሶ እንድሕር ገለ ተረፍ ኣሎ ከዓ ክህቡኻ እዮም ማለት እዩ ሚእቲ ሽሕ ግን ናይ ግድን ኣይኮኑን ዝህቡኻ እዚ ከዓ መኣስ እዩ ተቐይሩ ክልተ ሽሕን ሸሞንትን ክልተ ሽሕን ትሽዓትን ሽዑታት እቲ ሕግታት ቀይሮሞ ነቲ ኣብ ባንክ በቲ ናትካ ገንዘብ በቲ ናይቲ ህዝቢ ገንዘብ ነቲ ኣብ ባንክ ክስታይ ከስተኻኽልዋ ከም ዝፍትኑ እንድሕር ኣብ ዕዳ ኣትያ ልዕሊ ዓቕማ እንድሕር ኮይኑ ማለት እዩ እዚ ከዓ ከም ዝመፅእ ከዓ ኣየነይቲ ባንክ እያ ቅድም ክትወድቕ ክትብሎ ቀሊል ኣይኮነን ኣሎ እዚ ፕሮግኖስ ፎካስት ገለ ኣሎ ግን ከምኡ ክትብል ከቢድ እዩ ብሓፂሩ ቀንዲ ግን ንዓኻ ኣገዳሲ እንታይ እዩ ኦኬ ገንዘበይ ኣበይ ኣሎ እንታይ እንተ ገበርክዎ ይሓይሽ ኢልካ እዚ ኣርእስቲ ክትግደሰሉ ክትፍትን ኣለካ። ንደቅኻ ዘቐመጥካዮ ድዩ ኣብ ክንዲ ከምኡ ትገብር ንቡሩድ ትገዝኣሎም ከምኡ ምሽ ኣለኩም። እዚ ከኣ ንኣብነት እዚ ባውፈትራግ ዝበሃል ኣሎ ጽባሕ ንግሆ ገዛ ክሰርሕ እሞ ኩንትራት ሎሚ ክገብር እየ ዝብል ኣብ ጀርመን ኩንትራታት ኣሎ ከምዚ ኢንሹረንስ ዓይነት እዩ። ኣብ ካልእ ሃገራት ከማን ካልእ ሽም ይህልዎ ኣሎ ወይ ድማ ክንድዚ ሕጂ ከቐምጥ እየሞ ክንድዚ ወለድ ክፈጥረለዩ ታግስ ጌልድ ቅድሚ ሕጂ ኣምጺኤልኩም ነይረ እዚ ታግስ ጌልድ ወይ ፌስት ጌልድ ከምዚ ሕጂ ከቐምጦ እየሞ ኣብ ክንድዚ ዓመት ከኣ ኣይትንክፎን እየ ክንድዚ ከዓ ክወልደለዩ ታገስ ገልድ እኳ ኤኒ ታይም ክተውፅኦ ትኽእል ኢኻ ግን ወለድ ይፈጥረልካ ንበይኑ ኣካውንት ማለት እዩ እሱ ከኣ ንመብዛሕቱ ግዜ ካብቲ ናትካ ዢሩ ኮንቶ ካብቲ ትንቃሳቀሰሉ ኮንቶ ውጽእ ኢልካ እዩ ወይ ድማ ትሕቲ እቲ ናትካ ዢሩ ኮንቶ እዩ ኣብ ካልእ ቪድዮታት ገሊጸዮ ኣለኹ እዚ ኮምኢታት መኣስ እዩ ጽቡቅ ርግጸኛ እንድሕር ኮንካ ኦይ እዚኤን ገንዘብ ስኒ ድሕሪ ሰለስተ ወርሒ ኣርባዕተ ወርሒ ማኪና ክገዝእ ደልየ ኣለኹ እሞ የድልያኒ እየን እንድሕር ትብል ኮንካ ኦኬ ኣብኡ ክትሓድጎ ከማን ኢትስ ኦኬ ናብ ወርቂ ቀይርካ መሊስካ ክትቀያይሮ ከማን ንዓኻ ላዕልን ታሕትን ክኾነካ ክእል እዩ እንድሕር ዘየድልየካ ፈሊጥካ ግን ንመጻኢ ንነዊሕ ዓመታት ክተቐምጦ ደሊኻ ግን ከምዚ ዝበልኩኻ ኣውጺኻ ገለ ክተዋፍሮ ይሕሸካ ወይ ኣብ ካልእ ዓዲ ዲኻ ገዛ ትገዝእ ብሕጂ ካልእ ንእሽተይ ቪድዮ ክሰርሓልኩም ክፍትን እየ ኣብ ኤውሮጳ ወይ ኣብ ወጻኢ ገዛ እንተገዚእና ከ እንታይ ውጽኢት ኣለዎ ወይ እንታይ እንተገበርና ይሓይሽ ብናተይ ርእቶ በቲ ዘሎ ኩነታት ከዓ ምስቲ ዘሎ ኩነታት ከዓኒ ቅድሚ ሕጂ ዝበሃል ዝነበረን ሕጂ ዝበሃል ዝነበረን ክገልጸልኩም ክፍትን እየ ማለት እዩ ኣብኡ ከማን ወይ ድማ ዝኾነ ቢዝነስ ክትከፍት እንድሕር ደሊኻ ድሕሪ ሰለስተ ወርሒ እቲ ገንዘብ እንድሕር የድልየካ ኮይኑ ኦፍኮርስ ኣውፃዮ ኣይብለካን እየ ኣብ ዝተፈላለየ ባንክ እንተጌርካዮ ግን ይሓይሽ ማለት እዩ ኣብ ክንዲ ተኾሚሩ ኣብ ሓደ ዝተርፍ ማለት እዩ ከምኡ ክትብል ትኽእል ኢኻ ከምኡ ከዓኒ ላይፍ ኢንሹራንስ ላይፍ ኢንሹራንስ ሕጂ ብሕልፊ ኣብ ጀርመን ድዩ ኣብ ዝምዕቡል ሃገራት ኣብ በዓል ኣሜሪካ ብጣዕሚ ፍቱው እዩ እንድሕር እስኻ ብሂወትካ ኮለኻ ንደቅኻን ንሰበይትኻን ከምኡ ኩን ኣዚ ንዓኻ ኩንትራት ትገብር ምሽ ገለ እንድሕር እስኻ ተጎ ኣጓኒፍካ ሽዑ ብዙሕ ካሕሳ ስድራ ቤትካ ይዋሃቡ መታን ሰበይት ትኻ በይና ክትዕብዮም ኮላ ሽዑ ክንድዚ ጋራንቲ ኣለካ ክንድዚ ሚልዮን ክንድዚ ኣሽሓት ንዓኻ ንሰበይትኻ ንደቅኻ ክንሓድገሎም ኢና ዝብል እስኻ ከኣ ወርሓዊ ትኸፍል ማለት እዩ። እዚ ከኣ እንድሕር ገለ ኮይንካ ጥራይ ማለት እዩ። ብሓደጋ ድዩ ወይ ብሕማም ሃንደበት እንድሕር ገለ ኮይንካ ማለት እዩ እስኻ ብሂወትካ ዘየለኻ። እዚ ከማን ብብዝሒ ብሕልፊ ከምቲ ዝሰማዕክዎ ኣብ ቲክቶክ ሓቂ ድዩ እንታይ እዩ ብዙሓት እገሊኦም ሓበሻ ንኸምኡ ንሓበሻ ክስሸጥሉ ይፍትኑ ኣለዉ። ኣብዚ እዋን ግን ተመራጺ ኣይኮነን። ቅድሚ ሕጂ ተመራጺ እዩ ነይሩ። ብዙሕ ግዜ ኣብ ባንክ እንድሕር ከድካ ከማን ኣስከ ኣማኽሩኒ ኢልካዮም ከምኡ ክሸጡልካ እዮም ዝፍትኑ ፐርከ እቲ ዝበዝሐ ኮሚሽን ከዓ ኣብ በዓል ላይፍ ኢንሹራንስ ዝበለፀ ወይ ድማ ኣብ በዓል ሬንትን ፈሲሸሩን እዚ ናይ ጥሮታ ኢንሹራንስ ፕራይቨት ክትገብሮ ትኽእል ኣብኡ እዮም ዝበዝሐ ኮሚሽን ዝወሃቡ እቲኦም ሰባት እሱ እንድሕር ሸይጠሞ ከዓን እዮም ዝያዳ ውፅኢት ዝረኽቡ ስለዚ ብዙሕ ግዜ ከምኡታት ክሸጡልካ እዮም ዝፍትኑ ኩሉ ግዜ ከዓ ሓደ ክንፈልጥ ዘለና እቲ ኣብ ባንክ ትሸጠልካ ዝኾነ ይኹን ክትሸጠልካ ክትደሊ ኮላ መብዛሕቱ ግዜ ንዓኻ ሓልያ ጥራይ ኣይኮነት ንነብሳ ከማን ስለ ዝተሓልያ ንዓኦም ዝበዝሐ ውፅኢት ዘለዎም ወይ ኮሚሽን ከምዚ ኮሚሽን ማለት ካብቲ ዝሸጥዎ ክፍሊት ክወሃቡ ከለዉ እዮም እቲኦም ሰራሕተኛታት። ብዙሕ ግዜ ከኣ ጸቕጢ ኣለዎም እቲኦም ሰራሕተኛታት። ክንድዚ እንድሕር ሸይጥካ ክንድዚ ኮሚሽን ኣለካ፣ ኣብ ሰሙን ወይ ኣብ ወርሒ ከኣ ክንድዚ ክትሸይጥ ክትፍትን ኣለካ። ስለዚ እዚ ከኣ ኣብ ዝተፈላለየ ክስታያት፣ cases፣ ርኢናዮ ኣለና። ንኣረግቶት ሰባት ብሕልፊ ወይ ኣፍልጦ ዘይብሎም ወይ ወጻእተኛታት እቲ ቋንቋ ዘይክእልዎ ወይ ጸዓዱ ከማን ግን ኣፍልጦ ዘይብሎም ብርክ እዚ ናይ ገንዘብ ዓለም እንድሕር ተማሂርካዮ ወይ ናይ ብሓቂ ተገዲስካሉ ኢኻ ክትፈልጥ ትኽእል እምበር ምሽ ንግሆ ክሳብ ምሸት ካልእ ስራሕ ትሰርሕ እንድሕር ኮንካ ካበይ ክትፈልጦ ማለት እዩ ተረዲኹምኒ ልክዕ ከም እንድሕር ሓሚምካ እንዳ ሓኪም ኬትካ ንሓኪም ኣሚንካ ትሕከም ከምኡ ከዓ ናብ ባንክ ኬትካ እስከ ኣማኽሩኒ እንታይ እንተገበርኩ ይሓይሽ ኢልካ ከዓ እቲ ገንዘብካ እንታይ እንተገበርኩ ኢልካ ናቶም ምኽሪ ትሰምዕ ማለት እዩ ከም ነቲ ሓኪም ኣሚንካ ዘለካ ንባንክ ናትካ ከዓ ብገንዘብካ ተኣምኖ ማለት እዩ እዚ ግን ኩሉ ግዜ ኢንትረስት ናይቲ ባንክ እዩ ዘገድሶም እቲ ናቶም ድልየትን ዝያዳ ዝኸስቡሉ እዮም ዝሸጡልካ ክሸጡልካ ዝፍትኑ ከምኡ ከማን እዚ ባውፈትራግ ንደቅኹም ባውፈትራግ ግበሩዶ ገለዶ ዝብልኹም እንድሕር ሓሲብካ ካልኪሌት ጌርካ እቲ ዘቐመጥካን እቲ እሳቶም ኮሚሽን ዝወስድዎን ቀሊል ገንዘብ ኣይኮነን ከማን እቲኤን ቅድሚ ሓሙሽተ ዓመት እንድሕር ኣብ ብዙሕ ካብዚኤን ዝብለኩም ዘለኹ እቲኤን ቀዳሞት ሓሙሽተ ዓመት ብሕልፊ ብዙሕ ኮሚሽን እዮም ዝወስዱ ካብቲ ናትካ ገንዘብ ትኸፍሎም ንዓኻ ኣይርዳእካን እዩ ፐርከ ንክንድዚ ዓመት እዩ ተዓፅዩ እሞ ድሕሪ ክንድዚ ዓመት ስለ ንመልሰልካ ገለ ኢሎም ካልኩሌት ክትገብሮ ከማን ከቢድ እዩ ወይ ብትሪፕስ ረንት ዝበሃል ኣሎ እዚ ብትሪፕስ ረንት እዚ ናይ እቲ ምስቲ ኮምፕኒ ጌርካ ምስቲ ትካል ትሰርሖ ዘለኻን ምስቲ መንግስትን ምሳኻን እቲ ክስታይ ሰለስተ ሰባት ማለት እዮም ሰለስተ ፓርታይ እቲ ኩንትራት እዚ ከዓ እንታዩ እንድሕር ከምኡ ጌርካ እቲ መንግስቲ ከኣ ገንዘብ ይህበካ ማለት እዩ ፐርከ ወይ ቀረጽ ከኣ ኣይትኸፍለሉን ከኣ እሱ ከኣ እባ ኣሎ ከምዚ ኣዚ ክልተ ነገር ኢኻ ትኸስብ እስኻ በቲ ቀረጽ ኣይትኸፍለሉን ኢኻ እቲ ገንዘብ ተቐምጦ ኣብኡ ሎንሽቶያ ኣይትኸፍለሉን ኢኻ እቲ ቀረጽ ወርሓዊ ኣብቲ ካብቲ ዶሞዝካ ዝወስድዎ ናቲኣ ገንዘብ ትቕንሳ ትወስዳ ነቲ ኢንሹራንስ ኣይትኸፍሎን ኢኻ ኣይትኸፍለሉን ኢኻ ድማ ከኣ ክንዲ ዝወለድ ክንህበካ ኢና ይብሉ ግን ከምኡ እንዳበሉ ከኣ እቲኦም ኢንሹረንስ ንባዕሎም እቲኦም ባንክ ወይ ኢንሹረንስ ከከ እቲ ክስታይ በዓል ኣልያንስ ሕጂ ባንክ ኣይኮኑን ግን ኢንሹረንስ እዮም እያ ግን ከም ባንክ እዮም ዝሰርሑ ክትብሎ ትኽእል ኢኻ ተረዲኹምኒ እቲ ገንዘብ የመሓዳድርዎ ማለት እዮም ከም ባንክ so በዓል እሳቶም ሽዑ ግን ዝያዳ እዮም እትኤን ሓሙሽተ ዓመት እትኤን ሓሙሽተ ዓመት ከዓ ክትወፅእ ኣይትኽእልን ኢኻ ካብቲ ኩንትራት ብዙሕ ግዜ እንተ ወፂኻ ከዓ ብዙሕ ክሳራ ኣለካ ስለዚ ኣነ ካብ ርሑቕ ኮይኑ ኩሉ ደምስስዎ ኩሉ ከም ዝግበርዎ ክብለኩም ኣይክእልን እየ እዚ ምኽሪ ምኽሪ ማለትስ እቲ ዘሎ ክብለኩም እየ እቲ ነጥብታት ዘሎ በብሓደ እቲ ኩንትራት ከዓ ክትፍትሾ ኣለካ ዝበለፀ ከዓ ኣለዉ ኢንዲፐንደንት ዝኾኑ ካብቲ ናይ ባንክ ዓለም ወፃኢ ሰባት ዝኾኑ ኦፊስ ዘለዎም በዓል እሳቶም ከማኽሩኻ ይሓይሽ እሱ ጥራይ ዘይኮነ ግን እስኻ ከማን እቲ ዘማኽሩኻ ከዓ ክትምርምሮ ፈትን ኢኻ ልክዕ ከዓኒ ብፅሑፍ ይስደዱልካ ብቃሎም ጥራይ ዘይኮነ እዚ ትብለኒ ዘለኻ ብፅሑፍ እየ ዝደልዮ ኢልካ ከመይ ከምዚ እቲ ኣገደስቲ ነጥብታት ከምዚ እንድሕር ጌርካ ከምዚ ግበር ከምዚ ኢሉ የማኽሩኻ ምሽ ከምኡ ከዓ ብፅሑፍ ክሰዱልካ እቲኤን ኣገደስቲ ነጥብታት ኣብቲ ፅሑፍ ክህልዋ ከዓኒ እስኻ ክትፍትሾ ኣለካ ሶቪዞ ካብ 2008 2009 እቲ ሕግታት ኣብ ከምኡ ከማን ቀይሮም እዮም ብዙሓት ባንክ ንብዙሓት ዓበይቲ ሰባት ስለ ዘታለሉ ወይ ኣፍልጦ ዘይብሎም እንታይ ቀይሮሞ ቀደም የማኽሩኻ እስኻ ከኣ ንዕኦም ኣሚንካ እቲ ኩንትራት ትገብር ኔርካ ወላ ሓደ ሽዑ እዚ ኢልኒ ከምዚ ኣረዲኦምኒ ትብለሉ ወረቀት ኣይህቡኻን እዮም ኔሮም እቲ ኩንትራት ከኣ ብዙሕ ግዜ በቃ ጋዜጣ እዩ ክንደይ ገጽ እዩ ብዙሕ ከም መጽሓፍ እዩ ዝመስል ማንም ሰብ ኣየንብቦን እዩ እንተንቢብካዮ ከማን ክርዳኣካ ከቢድ እዩ ፐርከቲ ቋንቋ ኣብኡ ዘሎ እንድሕር ኣፍልጦ ዘይብልካ ክርድኣካ ከቢድ እዩ ጭራሽ እቲ ቋንቋ ተኽእሎ እንድሕር ኮንካ ከማን እቲ ቃላት እቲ ዘረድእዎ ኣብኡ በብሓደ ክርድኣካ ኣይትኽእልን ኢኻ እንድሕር ኣብ ወላ ሓደ ኣፍልጦ ዘይብልካ ወይ ከምኡ ዝኣመሰለ ስራሕ ወይ ትምህርቲ እንድሕር ዘይብልካ ብሓፂሩ ወይ እንድሕር ኣርእስቲ ሓድሽ ኮይኑ ንዓኻ ማለት እዩ እቲ ቋንቋ እንዳፈለጥካዮ ከማን ስለዚ ማንም ሰብ ከኣ ዳርጋ ኣየንብቦን እዩ ክትብሎ ትኽእል ኢኻ ስለ ነውሕ ብዙሕ ገጽ ስለ ዝኾነ ሶ እቲኤን ኣገደስቲ ነጥብታት ግን ክትሓቶ ኣለካ እዚ እንታይ ማለት እዩ እዚ እስኻ ከኣ ትጽሕፎ እሱ ከኣ እቲ ዝጸሓፎ ሽዕኡ ፍርሞ ከለኻ እቲኤን ዝብለካ ናይ ኣብኡ ኣለዋ ድን የለዋን ክትፍትሸን ኣለካ ፕርክ ካብ 208 ከምዚ ዝብለኩም ዘለኹ እቲኦም ባንክ ተገዲዶም እዮም ኣብ ሙሉእ ኤሮጳ እዩ ከማን እዚ እንድሕር ዘይተጋገኹ ኣብ ጀርመን ግን ርግጸን እያ መብዛሕትኡ ግዜ እዚ ከምዚ ዓይነት ሕጊ ከዓ ሓደ እዮም ክገብርዎ ዝፍትኑ ኣብ ኤሮጳ ማለት እዩ ማለት ስኒ ነንበይኑ ሕግታት ከይህሉ ማለት እዩ ሕጂ ሽዑ እንታይ ቀይሮ እሞ እሱ ክፅሕፈልካ ኣለዎ እቲአን ኣገደስቲ ነጥብታት እንታይ እንታይ ከም ዘማኽረካ ከምዝተረደኣካ ከኣ ንዓኻ ከም ሓደ ተራ ሰብ ከምዝተረደኣካ ከኣ ትፍርሞ ማለት እዩ እስኻ። ቅድሚ ሕጂ ግን ከምኡታት ኣይነበረን። እዚ ከኣ ስለምንታይ እዮም ከምኡ ዝገብርዎ መታን እቲኦም ባንክ ዘይከውን ጉዳይ ከይነግሩኻ፣ ዘይከውን ዘየለ ከምቲ ቅድሚ ሕጂ ገሊኦም ዝገብርዎ ዝእምኑኻ ዝእምነካ ነጥብታት ዘየለ ከይነግሩኻ፣ ወይ ከምኡ ኢልኩምኒ እስኻ ከዓኒ ከይትብሎም ኣብኡ በቃ ዘይምርድዳእ ምክንያት ከይፍፀም ክትፍርሞ ኣለካ ይሕፅር ኣቢሎም ከምዚ ኖት ናይቲ ዝተዛረብኩምሉ ነጥብታት እዚ ሳሞሪ ክትብሎ ትኽእል ኢኻ እቲኤን ኣገደስቲ ነጥብታት እዝን እዝን እዝን ተዛሪብና፣ ዕለት ክንድዚ ኣማኺረዮ፣ ከምዝን ከምዝን ኣማኺረዮ፣ ስለ ከምዚ ከምዚ ዝኾነ ኢሉ ክጽሕፎ ኣለዎ። እሱ ከኣ ተገዲስካ ክትርደኣካን ክትምርምሮን ክተዋዳድሮን ካብቲ ዝተረደኣካን እንድሕር ዘይተረደኣካ ከኣ ኣይትፈርም ኢኻ ዝኾነ ነገር ናብ ካልእ ክትሓትት መሊስካ ይሕሸካ በርከ ዝፈረምካዮ ክትድምስሶ ከማን ቀሊል ኣይኮነን ኣንኳይ ኣብ ከምዚ ኢታት ኢንሹረንስ ድዩ እዚ ናይ ጥሮታ ድዩ እዚታት ሕጂ ዓብ ወይ ናይ ኩንትራት ናይ ገዛ ድዩ ናይ ኩሉ ኣንኳይ ኣብ ከምኡ ስኒ እቲኦም ባንክ ኣነ ባዕለይ ዝረኣኽዎ ኣብ ናይ ኖርማል ክረዲት ከማን ናይ ዓሰርተ ሽሕ ድዩ ዕስራ ሽሕ ክረዲት ከምዚ ፕራይቨት ዘድልየካ ኣብኡ ከማን ዝተፈላለየ ዓይነት ክረዲት እንድዩ ዘሎ ኣብ ካልእ ቪድዮታት እዚ ከማን ገሊፀ ኣለኹ እቲ ዝፈልዮ ኣብኡ ከማን ባዕለይ ዝረኣኽዎ ነዚ ሓበሻ ወይ መንእሰያት ኣፍልጦ ዘይብሎም ናይ ከምኡ ወይ ቋንቋ ከማን ብዙሕ ዘይክእሉ ዘታለልዎም ዘይግብኦም ዘኽፍልዎም ስለዚ ኣብ ከምኡ ድሕር ስቑልና ክንኣምን የብልናን ጥራይ ክብለኩም ዝደሊ ባዕልና ኣፍልጦ ክነጥሪ ክንፍትን ኣለና እዚ ከዓ ኣብ ኩሉ ክተብፅሑለይ ተስፋ ይገብር ጠቒሙኩም ድዩ ኣይጠቐሙኩምን ከዓ ንገሩኒ ካብ ኩሉ ግን ከዓ እስኻትኩም እዚ ኢታት ኩሉ ዝብሎ ዘለኹ ገለ ሰሚዕኹም ዶ ትፈልጡ ተገዲስኩምሉ ዶ ትፈልጡ ወይ ኩሉ ትፈልጥዎ ዶኒ ወይ ድማ ኩሉ ሓድሽ እዩ ንዓኹም እዚ ኢታት ከመን ኣገዳሲ እዩ ንዓይ ብርከ ናብ እንታይ ዓይነት ሕቶ ከ ኣለኩም እንታይ ከ ዘይተረዳእኩም ክሳብ ሕጂ ካብዚ ኩሉ ዝብሎ ዘለኹ እንተትምልሱለይ ደስ ምስ በለኒ ንመጻኢ ከዓ መታን ክፈልጥ እንታይ እዩ ዘድልየና ሓደ ክብለኩም ዝደሊ ግን please ኢንፎርሜሽን ሕተቲኹም ናይዚ ገንዘብ ጉዳያት ኩነታት ኣብ ዓለም ዘሎ ከም ቀደሙ የለን ኩሉ ክትብል ትኽእል ኢኻ ብሓፂሩ የቐኔለይ ሰሰናይት ምኔልኩም ባይ